ንሻድሻይ ዓመቱ ዝካየድ ዘሎን ዙር ርዋንዳ ትማሊ ረቡዕ ዓሰርተ ትሽዓተ ሕዳር ሳልሳይ መድረኹ ኣሰላሲሉ ኣሎ። ተስፋልደት መብራህቱ ምሉእ ትሕዝቶ ናይቲ ውድድር ብመልክዕ ጸብጻብ ኣዳልይዎ ኣሎ፣ ክስዕብ እዩ።
ኣብ ሽሕን ትሽዓተ ሚእትን ሰማንያን ሸሞንተን ከም ሃገራዊ ውድድር ዝጀመረን ሎሚ ዓመት ድማ ኣብ ትሕቲ ዓለምለኻዊ ማሕበር ቅድድም ብሽክለታ ንሻድሻይ ዓመቱ ዝካየድ ዘሎን ዙር ሩዋንዳ ትማል ረቡዕ ዓሰርተ ትሽዓተ ሕዳር ሳልሳይ መድረኹ ኣሰላሲሉ ነይሩ። ኣብዚ ካብ ከተማ ሙሳንዛ ጀሚሩ ኣብ ከተማ ሙሃንጋ ዝወደእን ሚእትን ዕስራን ሸውዓተን ነጥቢ ሓሙሽተ ኪሎሜተር ርሕቐት ዝሸፈነን መድረኽ ገዲም ተቐዳዳማይ ሃገራዊት ጋንታ ኤርትራ ዳዊት ሃይለ፣ ካንቻ፣ ቀዳማይ ኮይኑ ክዕወት ከሎ፣ ካልኣይ ርዋንዳዊ ጂም ቦስኮ፣ ሳልሳይ ድማ ሞሮካዊ ቶማስ ቴሬታስ ኮይኖም ውድድሮም ዛዚሞም። ተቐዳዳማይ ክለብ ኣስቤኮ ብርሃነ መልኣከ ብተመሳሳሊ ግዜ ራብዓይ ተርታ ክሕዝ ከሎ፣ ወዲ ጋንትኡ ኣማኒኤል ገብረዝጋብሄር ሻውዓይ፣ ናይ ሃገራዊት ጋንታ ኤርትራ ሚልዮን ኣማኒኤል ድማ ታሽዓይ ደረጃ ከምዝሓዙ ተፈሊጡ'ሎ። ብዘይካዚ ናይ ክለብ ኣስፔኮ ዮሃንስ ወልደሩፋኤል ሓምሳን ክልተን ካልኢት ደንጉዩ መበል ዓሰርተ ክልተ፣ ኤልያስ ኣፍወርቂ ካብ ሃገራዊት ጋንታ ኤርትራ ክልተ ደቕቕን ዓሰርተ ካልኢትን ድሒሩ መበል ዓሰርተ ትሽዓተ ደረጃ ክሕዙ እንከለዉ ናይ ክለብ ኣስፔኮ መሓሪ ተስፋጽዮንን ናይ ሃገራዊት ጋንታ ኤርትራ ሰሎሙን ሃብተን ድማ ክልተ ደቕቕን ዓሰርተ ክልተ ካልኢትን ድሒሮም ብተኸታታሊ መበል ዕስራን ክልተን ዕስራን ኣርባዕተን ተርታ ተሰሪዖም ጸወትኦም ዛዚሞም። ኣብዚ ናይ ትማል ጎልጎል ዝዓብለሎ መድረኽ ተቐዳደምቲ ኣብ ሰዓት ሰላሳን ሽዱሽተን ነጥቢ ሰለስተ ኪሎ ሜተር እናተጓዕዙ እዮም ውድድሮም ፈፂሞም። ናይ መወዳእታ ሕንፃፅ ቅፅበታዊ ውድድር ተስዓ ዲግሪ ተጠዊኻ ኣብ ውሽጢ ሚእቲ ሜትሮ ብምንባራን ኣብ መወዳእቲ ፀወታ ድማ ብርቱዕ ዝናብ ስለዝወቕዐን ብርክት ዝበሉ ተቐዳደምቲ ግዳይ መውደቕቲ ክኾኑ ተገዲዶም እዮም። ከም ውፅኢቱ ድማ ኤርትራውያን ተቐዳደምቲ በረኸት የማነ፣ መኽሰብ ደበሳይን ኣሮን ደብረፅየንን ዋላ እኳ ብሽክለትኦም ተሸኪሞምን ልዕሊ ክልተ ደቓይቕ ዶንጉዮምን ናብ ናይ መወዳእታ ሕንጻጽ እንተ በጽሑ ግዜኦም ግን ልክዕ ከም ናይቲ ዕዉት ናይቲ መድረኽ ዝኾነ ዳዊት ሃይለ እዩ ክተሓዘሎም ብኣካየድቲ ናይቲ ውድድር ተወሲኑ። በዚ ድማ ሰለስቲኦም ተቐዳደምቲ ኣብዚ ውድድር ዝኾነ ግዜ ክኸስሩ ኣይከኣሉን ዘለዉ። በዚ መድረኽ ኣብ ናይ ግዜ ውድድር ዝመጸ ብዙሕ ለውጢ እኳ እንተ ዘየለ ኤርትራውያን ተቐዳደምቲ ግን ግዜኦምን ደረጃኦምን ብተዛማዲ ኣማሒሾሞ ኣለዉ። ቫለንስ ዳይሲንጋ፣ ጂም ቦስኮን ጆሴፍ ቢዛሪሜን ሰለስቲኦም ካብ ርዋንዳ ብዓሰርተ ሰዓት ክልተ ደቕቕን ኣርብዓን ሸሞንተን ካልኢትን ቀዳሞት ሰለስተ ክኾኑ ከለዉ እቲ ቐዳዳማይ ጀርመናዊት ክለብ ባይክ ኤድ መኽሰብ ደበሳይ ሓደ ደቕቕን ሰለስተ ካልኢትን ድሒሩ ራብዓይ ተቐኣደምቲ ክለብ ኣስፔኮ ኣማኒኤል ገብረዝጋብሄርን ኣሮን ደብረጽየንን ድማ ሓደ ደቕቕን ትሽዓተ ካልኢትን ድሒሮም ሓምሻይን ሻድሻይን ተርታ ተሰሪዖም ኣለዉ ብዘይካዚ ሚልዮን ኣማኒኤል ሓደ ደቕቕን ዓሰርተ ክልተ ካልኢትን ድሒሩ ሻውዓይ ዳዊት ሃይለ ድማ ሓደ ደቕቕን ሰላሳን ክልተን ካልኢትን ዶንጊዩ ዓስራይ ደረጃ ከምዝሓዙ ክፍለጥ ተኻኢሉ ኣሎ። ኣንበሳ ዓቐን ንምዃን ኣብ ዝካየድ ዘሎ ውድድር መኽሰብ ደበሳይ ብኣርብዓን ትሽዓተን ነጥቢ ቐዳማይ፣ ኣማኑኤል ገብረዝጋብሄር ብዕስራን ሸሞንተን ነጥቢ ካልኣይ፣ ዳዊት ሃይለ ብዓሰርተ ሽዱሽተ ነጥቢ ሳልሳይ፣ ኣሮን ደብረጽየን ድማ ብዓሰርተ ክልተ ነጥቢ ራብዓይ ብምዃን ተሰሪዖም ኣለዉ። ኣብ ናይ ትሕቲ ዕስራን ሰለስተን ዓመት ተቐዳደምቲ፣ ሩዋንዳውያን ተቐዳደምቲ ቫለነስን ጂን ቦስኮን ቀዳማይን ካልኣይን ክኾኑ እንከለዉ፣ ኣማኑኤል ገብረዝጋብሄርን ኣሮን ደብረጽየንን ድማ ብሓደ ደቒቕን ትሽዓተ ካልኢትን ድሒሮም ናይ ሳልሳይን ራብዓይን ደረጃ ረኺቦም ኣለዉ። ብጋንታ ኣብ ዝካየድ ዘሎ ውድድር ሃገራዊት ጋንታ ርዋንዳ ብ ሰላሳ ሰዓት ትሽዓተ ደቂቕን ሓምሳን ትሽዓተን ካልኢትን ነዚ ውድድር ክትመርሖ ከላ ሃገራዊት ጋንታ ኤርትራ ብ ክልተ ደቂቕን ትሽዓተ ካልኢትን ድሒራ ካልኣይቲ ክለብ ኣስፔኮ ድማ ካብ ሃገራዊት ጋንታ ኤርትራ ሰላሳን ትሽዓተን ካልኢት ድሒራ ሳልሰይቲ ኮይና ኣላ። ዙር ርዋንዳ ሎሚ ውን ካብ ሙሃንጋ ናብ ሩባቡ ዝኸደን